ሰላም ኣብ ርሑቕን ቀረባን ኮንኩም መደባተይ ትከታተሉ ዘለኹም ኣሕዋት ኩሉኹም ኣኣብ ዘለኹሞ ጽቡቕ ጸኒሕኩም ክትኮኑ ተስፋ እንዳገበርኩ፣ ንሎሚ ድማ መቐጸልታ ናይ ዝሓለፈ ቪድዮ ቅድሚ ሓለዋ ምጥቃምናን ድሕሪ ሓለዋ ምጥቃምናን ክንገብሮ ዘለና ከምእውን ሓለዋ ክንጥቀም ከለና ቆርበትና ዘሕምመና ወይ ዝቐየሕ ወይ ውን ሓሳስያ ዘምጽኣልና እንተኾይኑ እንታይ ክንገብር ኣለናን ካልእን ተርኢ ቪድዮ ሒዘልኩም መጽየ ኣለኹ። ስጋብ መወዳእታ ምሳይ ጸንሑ። ቅድሚኡ ግን ንዛ ቪድዮይ ሓደሽቲ ዝኾንኩም ሳብስክራይብ ብምግባር ኣባላት ናይ ቻነለይ ክትኮኑ ብኽብሪ ይዕድመኩም። ሓለዋ ኣቐዲምና ሰሪሕናዮ እንተጸኒሕና መጀመርያ እቲ ኮንተይነር ኣብ ውዑይ ማይ ኮፍ ኣቢልና ንቑሩብ ደቓይቕ ብምጽናሕ ንሓደ ጊዘ ዝኣኽለና እንዳወሰድና ክንጥቀመሉ ኢና ወይ ደሞ ኣብ ማይክሮዌቭ ንሓደ ደቒቕ ኣውዒና ውን ክንጥቀመሉ ንኽእል። መጀመርያ ቅድሚ ሓላዋ ምጥቃምና ቃንዛ ከይገብረልና ዝሕግዘና ፓውደር ናይ ቆልዑት ከድልየና እዩ። ቅድሚ ምጅማርና ድማ ካብዚ ፓውደር ቁሩብ ኣብ ቆርበትና ነስኒስና ብድሕሪኡ ጨጉሪ ምስዳድ ክንጅምር ኢና። እዚ ድማ ኣዝዩ ይሕግዘና ንቃንዛ ከይገብረልና ማለት እዩ። ብተወሳኺ እውን ፓውደር ንጥቀመሉ። ሓለዋ ካብ ቆርበትና ወይ ካብ ኢድና መኺኹ ምፍላይ ምስ ዝኣብየና እውን ካብዚ ፓውደር ብምጥቃም ክፍለየልና ይኽእል እዩ። ብፍላይ ድማ መጀመርያና እንተኾይኑ ንካብ ኢድና ንኽፍለይ ከምኡ እውን ቃንዛ ከየስዕበልና ኣዝዩ ክጠቕመና እዩ። ቀጺልና ድማ ድሕሪ ሓላዋ ምጥቃምና ኣብዚ ሓላዋ ጥራይ ዘይኮነ ዝኾነ ዓይነት ጨጉሪ መስደዲ ንጥቀመሉ መንገዲ ድሕሪ ምጥቃምና ቆርበትና ዝቐይሕ፣ ዝሓብጥ፣ ማለት ሓሳስያ ዝገብረልና ድማ ድሕሪ ጨጉሪ ምስዳድና መጀመርያ ናይ ግድን ምስ ወዳእና በረድ ጌርና ቆርበትና ክንደርዞ ኣለና። እዚ ድማ መናፊት ናይ ቆርበትና ንምዕጻውን ቆርበትና ንኽሃድእን ዝሕግዘና እዩ። ቀጺልና ድማ ቆርበትና ድሕሪ በረድ ጌርና ምድራዝና ንቆርበትና ንምልማጽን ንምብራህን ከምእውን ንምህዳእ ዝጠቅመና ትሕዝቶ ክንሰርሕ ኢና። ንሱ ድማ ሓደ ማንካ ሻሂ ነሻ ማለት ናይ ዕፉን ሓሩጭ ምስ ሓደ ማንካ ማእል ወርድ ወይ ድማ ሮዝወተር ጌርና ብሓደ ላዕጢጥና ከነዳልዎ ኢና። ኣብዚ ሮዝወተር ዝሑል ክኸውን ኣለዎ። ድሕሪ ቆርበትና ብበረድ ጌርና ምድራዝና ድማ ኣብ ቆርበትና ለኺና ን ዓሰርተ ደቒቕ ከነጽንሖ ኢና። ድሕሪ ዓሰርተ ደቒቕ ድማ ብማይ ጌርና ክንልቕልቖ ኢና። እዚ ድማ ንቆርበትና ንኽሃድእን ሓሳስያ ከይገብረልናን ዝሕግዝ እዩ። ከምኡ ውን ቆርበትና ክለምጽን ክበርህን ይሕግዘና። ቀጺልና ድማ ኣዝያ ጠቓሚት ዝኾነት ድሕሪ ሓለዋ ምጥቃምና ወይ ዝኾነ ዓይነት መስደዲ ንጥቀመሉ መንገዲ ምጥቃምና ኣብ ቆርበትና ዝኾነ ፍኹስ ዝበለ በሰላ እንተሊና ማለት ዓሚቕ በሰላ ዘይኮነ ማለት እዩ ከተጥፍኣልና ትኽእል ከምእውን ንቆርበትና ከጽርየልናን ከልምጸልናን ከተርክሰልናን ዝኽእል ትሕዝቶ ክንሪኢ ኢና። እዚ ትሕዝቶ እዚ ድማ ኩሉ ግዜ ብሓላዋ ይኹን ብኻልእ መንገዲ ጨጉሪ ምስ ሰደድና ንጽባሒቱ ወይ ድሕሪ ሓደ መዓልቲ ኢና ክንጥቀመሉ፣ ሓደ መዓልቲ ጸኒሕና ማለት እዩ። ኩሉ ግዜ ድሕሪ ናይ ሰውነትና ጨጉሪ ምስዳድና ንጥቀመሉ እንተኾይንና እውን ንቆርበትና ሓደ ሕብሪ ንክሕዝ ዝሕግዘና እዩ። ኣብቲ ናይ መጀመርያ ምጥቃምና ድማ ለውጢ ክንርእየሉ ንኽእል ኢና። ንዕኡ ንምስራሕ ድማ ኣብዚ ጎማ ናይሎን ኣላና። ከምዚ ዓይነት ረቂቕ ጎማ ንመግቢ መኽደኒ ንጥቀመሉ ማለት እዩ። ዘይት ዘይቱን ኣብዚ እውን ናይ ቆልዑ ዘይት ኣለና። ጆንሶን እንተኾነ ተመራጺ እዩ። ነሻ ከምኡ እውን ለሚን ከድልየና እዩ። መጀመርያ ድሕሪ ጨጉሪ ምስዳድና ካብ ዘይት ዘይቱን ንቆርበትና ለኺና በዚ ጎማ ናይሎን ጌርና ሸፊንና ንካብ ዕስራ ደቓቕ ስጋብ ፍርቂ ሰዓት ከነጽንሖ ኢና። ብድሕሪኡ ቀጺልና ድማ ካብዚ ነሻ ዝኣኽለና ክንወስድ ኢና። ንሓደ ጊዘ ንጥቀመሉ ዓቐን ማለት እዩ። ብጽሟቕ ለሚን ላዕጢጥና ድማ ከነዳልዎ ኢና። ኣብቲ ጎማ ሸፊንናዮ ዝጸናሕና ቆርበትና ለኺና ውን ንዓሰርተ ደቒቕ ከነጽንሖ ኢና። ድሕሪ ዓሰርተ ደቒቕ ድማ ክንሓጽቦ ኢና ማለት'ዩ። ብድሕሪ'ዚ ዘይቲ ጌርና ክንለኽዮ ኣለና። ንመተርከሲ ዝኾነና ዘይቲ። ኣብዚ ትሕዝቶ'ዚ ንቆርበትና ለሚን ዘይሰማማዓና እንተኾይኑ ድማ ብማእል ወርድ ወይ ድማ ሮዝወተር ጌርና ክንለጥብጦ ኢና። ከምቲ ኣቐዲምና ዝረኣናዮ፣ እዚ ትሕዝቶ እዚ ድሕሪ ሓለዋ ወይ መስደዲ ምጥቃምና ድሕሪ ሓደ መዓልቲ ኢና ክንጥቀመሉ ዘለና። እዚ ድማ ዝኾነ ፎኪስ በሰላ ኣብ ቆርበትና እንተልዩና ከጥፍኣልና ከምኡ'ውን ቆርበትና ሓደ ሕብሪ ንኽሕዝ ዝሕግዘና ማስክ ኮይኑ ንቆርበትና ክለምጽን ክጸርይን እውን ይሕግዘና እዩ። ድሕሪ ዝኾነ ዓይነት ዝተፈላለየ መስደዲ ጨጉሪ ምጥቃምና ቀልጢፍና ኣብ ቆርበትና ዝኾነ ዘይቲ ክንገብር የብልናን እዚ ድማ መናፊት ናይ ቆርበትና ተኸፊቱ ስለ ዘሎ ማለት እዩ እቲ ዝበለጸ ብበረድ ጌርና ክንደርዞ ኣለና በረድ ድማ ንመናፊት ናይ ቆርበትና ንኽዕጸው ዝሕግዝ እዩ ብተወሳኺ ውን ካብ ዝኾነ ዓይነት ምቕያሕ ይኹን ሓሳስያ ናይ ቆርበት የድሕነና። ድሕሪ መስትዲ ምጥቃምና ድማ ሓደ መዓልቲ ወይ ነዊሕ ሰዓታት ክንጸንሕ ኣለና። ብድሕሪኡ ዝኾነ ዝደለናዮ ዘይቲ ይኹን ክሬም ክንለኽዮ ንኽእል ኢና። ድሕሪ ነዊሕ ሰዓታት ወይ ድማ ድሕሪ ሓደ መዓልቲ ድማ ብኸምዚ ኣቐዲምና ዝረኣናዮ ኣገባብ መጀመርያ ዘይቲ ለኺና ቆርበትና ብጎማ ከዲንና ክንጸንሕ ኢና። ቀጺልና ናይ ነሻን ለሚንን ማስክ ጌርና ውን ኣብ መወዳእታ ብዘይቲ ጌርና ብምትርካስ ለማጽን ልምሉምን ሓደ ሕብሪ ዘለዎን ከምኡ ውን ወዝ ዘለዎን ቆርበት ክህልወና ይሕግዘና ዩ። እዚ ኣቐዲምና ዝረኣናዮ ድሕሪ ጨጉሪ ምስዳድና ንጥቀመሎም ትሕዝቶታት። ድሕሪ ሓላዋ ጥራይ ዘይኮነ ድሕሪ ዝተፈላለየ ዓይነት መስደዲ ንጥቀመሎም መንገድታት ክንጥቀሞ ንኽእል ኢና። ብተወሳኺ እውን ንቆርበትና ኣዝዩ ጠቓሚ እዩ። ድሕሪ ጨጉሪ ምስዳድና ከይቀይሕ ከምኡ እውን ዑንፍሩር ከይወፀናን ከይፀለመን ከይቆስልን ዝሕግዘና እዩ። ብኸምዚ ድማ ኣብ መወዳእታ ናይዛ ቪድዮ በጺሕና ኣለና። ጠቓሚት ክትከውን ተስፋ ይገብር። ኩሉ ክጥቀመላ ኣብ ኩሉ ውን ንክትበጽሕ ምስ መሓዙትኩም ሼር ክትገብርዋ ድማ የዘኻኽረኩም። ነቶም ሓደሽቲ ዝመጻኹም ሳብስክራይብ ትገብሩ ዘለኹም እንኳዕ ደሓን መጻኹም እንዳበልኩ ናይ ሎሚ ቪድይ እዚ እዩ ነይሩ። ሳብስክራይብ ላይክ ሼር ኣይትረስዑ ኢኹም። ኣብ ቀጻሊ ብተመሳሳሊ ንዓኹም ይጠቅም እዩ ዝበልክዎ መደብ ሒዘ ስጋብ ዝመጸኩም ሰላም።